ዘይንቅጥ ምንጭ ተስፋ ሰላም ኩራ ሰላም ኩራ ተኸታተልቲ ሳቂ ተዋግኒ ካዳሕና መጻኹም ሎሚ ብዛዕባ ጽንዓትን ተስፋን እትገልጽ ኣዝየ መሃሪት ታሪክ ሒዘልኩም ቀሪበ ኣለኹ። ህይወት ሓደ ሓደ ግዜ ጾር ክትኸብደና ከላ ኩሉ ማዕጾታት ዝተዓጸዎ ይመስለና። ግናኸ ተስፋ ክሳብ ዘለና ወትሩ ሓዱሽ መንገዲ ኣሎ። ኣብ ሓደ ንእሽተይ ዓዲ ዮናስ ዝበሃል ብርቱዕ ሰራሕተኛ መንእሰይ ነበረ። ዮናስ ኩሉ ግዜ ንስድርኡ ንባዕሉን ዝሓሸ ህይወት ንምፍጣር ለይትን መዓልትን ይጽዕር ነበረ። ይኹን እምበር ሓደ ድሕር ሓደ ዘይተጸበዮ ፈተና ገጠሞ። እቲ ዝጀመሮ ናይ ንግዲ ስራሕ ከሰረ። ስዒቡ ድማ ኣዝዩ ዝፈትዎ ኣቦኡ ብሞት ተፈለዮ። ዮናስ ብኹሉ ወገን ተስፋ ቆረጸ። ክሳብ መዓዝ እዩ ዝቃለስ ስለምንታይ እዩ እቲ ኩሉ ጸገም ንዓይ ጥራሕ ዝመጸኒ ኢሉ ይሓዘ ነበረ። እቲ ኣረጋዊ ጥበበኛ ዮናስ ጾር ምስ ኸወዶ ናብ ሓዊ ኣብቲ ዓዲ ዝነብሩ ጥበበኛ ኣረጋዊ ኸይዱ ሓዘኑ ገልጸሎም። ተስፋ ቆሪጸ እየ ኣብዚ ንላዕሊ ክቕጽል ኣይክእልን እየ በሎም። እቶም ኣረጋዊ ክልተ ኣእካል፣ ሓደ ካሮት፣ ሓደ ድማ እንቁላሊሕ ሒዞም መጹ። ቐጺሎም እውን ሓደ ዝተቐሉ ቡን ኣምጽኡ። ንሰለስቲኦም ኣብ ዝፈልሐ ማይ ወሰኽዎ። እዚ ካሮት ድማ ሕጂ ትርር ነይሩ፣ ሕዚ ግን ኣብቲ ፍሉሕ ማይ ፈተና ምስ ኣተወ ፈዚዙ። እቲ እንቋቑሖ ባር ነይሩ፣ ሕዚ ግን ኣብቲ ፍርሒ ማይ ምስ ኣተወ ተሪሩ። እቲ ቡር ግን ፍሉይ እዩ፣ ንሱ ኣብቲ ፍላሕ ማይ ምስ ኣተወ ነቲ ባዕሉ ማይ ቐይርዎ፣ መቐረትን መዓዛን ሂብዎ። ዮናስ ግርም ኢሉ እናሰምዐ ከሎ እቶም ጥበበኛ ቐጺሎም ንስኻ ካብቶም ሰለስቲኦም ኣየናይ ኢኻ? ፈተና ክመጽእ ከሎ ከም ካሮት ትፈዝዝ ወይስ ከም እንቋቑሖ ትተርር? ወይስ ከምቡን ነቲ ዘጋጥመካ ጸገም ቐይርካ ዝሓሸ ነገር ትፈጥር በልዎ። እቲ ዳግማይ ምትንሳእ ዮናስ ኣብ ካብቲ ኣረጋዊ ጥበበኛ ምስ ተመለሰ ኩነታት ብኡ ንብኡ ኣይተቐየረን። ገና ዕዳ ነበሮ። ግና ድማ ናብቲ ዝፈትዎ ኣቦኡ ስክፍታ ኣብ ውሽጡ ነበረ። ግናኸ ኣተሓሳስባኡ ተቐይሩ ነበረ። ዮናስ፣ ሓደ ንግዲ ክጅምር እንተኾይኑ ካብቲ ዘጋጥመኒ ስዕረት እንታይ ተማሂረ? ኢሉ ባዕሉ ክሓትት ጀመረ። ሓደ መዓልቲ ኣብቲ ዝነበረ ዓዲ ሓደ ዓብዪ ሃብታም ነጋዳይ ዮናስ ካብ ሓደ ጥንኩር ኩነታት ረኣዮ። ዮናስ ተስፋ ቆሪፁ ደው ከይበለ ነቲ ዝተረፈ ንኡሽተይ ሃብቲ ተጠቒሙ ብትግሃት ክሰርሕ ምስ ረኣየ፣ እቲ ነገዳይ ቐሪቡ ሓተቶ፣ እዚ ኹሉ ኪሳራ እናሃለወካ ስለምንታይ ኢኻ ዘይተቋርጾ? ዮናስ ድማ ፍሽኽ ኢሉ፣ ሰለምንታይሲ፣ እቲ ዝወደቕኩሉ መንገዲ ኸመይ ገይረ ከም ዝትንስእ ስለ ዘምሀረኒ እዩ በሎ። እቲ ነገዳይ ብጽንዓት ዮናስ ተገሪሙ ሓዱሽ ናይ ስራሕ ዕድል ሃቦ። ብዙሓት ሰባት ዓወት ኣብ መወዳእታ ጥራሕ ዝርከብ ነገር ይመስሎም፣ ግናኸ ዓወት ማለት ኣብቲ ኣብ ማእከል ማዕበል ዄንካ ተስፋ ኣይቆርጽን እዩ እትብሎ ወሳኒ እዩ። ብርሃነ ዝተባህለ ንዓመታት ዝደኸመሉ ንኡስ ትካል ነበሮ። ይኹን እምበር ብዘጋጠሞ ሓደጋ ኩሉ ንብረቱን ገንዘቡን ኣብ ሓፂር ግዜ ዓነወ። ኩሎም ፈተውቱ ተስፋ ክቖርፅ ስራሕ ገዲፎም መኸርዎ። ንሱ ግን ልክዕ ከምቲ ባምቡላታ ሱሩ እናደልደለ ምዃኑ ይኣምን ነበረ። መዓልታዊ እናደኸመ ድሕሪ ነዊሕ ዓመታት እቲ ዝዓነወ ትካሉ ካብቲ ዝነበሮ ብዕጽፊ ዓውዩ ተመለሰ። ክቡራት ተዓዘብቲ፣ ሎሚ ጸልማት እንተኮይኑ ጽባሕ ብርሃን ክመጽእ እዩ። ጸገማት ንዓና ክሰባብረና ዘይኮነስ ክሃንጸና እዩ ዝመጽእ። ብርሃነ ተስፋ እንተዝቆርጽ ነይሩ ሎሚ ዓወት ኣይምረኸበን። ስለዚ ይኹን ጸገም ይሃልኹም ተስፋ ከይትቆርጹ። እዛ ዛንታ እዚኣ ንዓመታት ኣብ ስደት ኮይኑ ዝከቦጸ ገንዘብ ነበሮ። እቲ ገንዘብ ኣብ ዓዲ ሰዲዱ ሓደ ዓብዪ ናይ ሕርሻ ወይ ናይ ንግዲ ስራሕ ጀመረ። ይኹን እምበር ኣብቲ ስራሕ ዝጀመረሉ ዓመት ብሰንኪ ዘይተጸበዮ ዕንወት ሓዊ ኪሳራ ኩሉ እቲ ዝደኸመሉ ሃብቲ ኣብ ቅድሚ ዓይኑ ዓነወ። ብርሃነ ተስፋ ቆሪጹ ንዓመታት ካብ ቤቱ ኣይወጸን። ኩሉ ዝደኸመሉ ከንቱ ኮይኑ እናበለ ይሓዝን ነበረ። ሓደ መዓልቲ ብርሃነ ምስ ሓደ ዓብዪ ኣቦ ተራኸበ። እቶም ኣቦ ነቲ ዝዓነወ ትካሉ ተዓዚቦም ከምዚ በልዎ ወደይ ሓደ ኦም ክቁረጽ ከሎ ስሩ ኣይመውትን ዩ ሐዚ ድማ ካብቲ ዝነበሮ ንላዕሊ ክትጥዕ ዕድል ሂብካዮ ኣለኻ እቶም ኣቦ ብዛዕባ ጽንዓት ባምቡ ነገርዎ ንሓሙሽተ ዓመት መሬት ከይተሰንጠቀ ስሩ ይሰድድ ድሕሪኡ ግን ኣብ ሰሙናት ንሰማይ ይዓቢ ነዚ ቃል እዚ ንብርሃነ ሓዱሽ ተስፋ ሃቦ። ኣብቲ ዝወደቐሉ ተልዓለ። ካብ ታሕቲ ባይታ ጀሚሩ እንደገና ክሰርሕ ጀመረ። እቶም ተስፋ ክትቆርጹ ኣለኻ ዝብልኻ ሰባት ሕዚ ብጻዕሩ ክግረሙ ጀሚሮም። ድሕሪ ክልተ ዓመት ብርሃነ ካብቲ ቀደም ዝነበሮ ዝበለጸን ዝዓበየን ትካል ክሃንጽ ዓወተ። ክሃንጽ ተዓወተ። እቲ ጸልማት ዝመስል ዝነበረ ግዜ ብሓቂ ንዝዓቢ ብርሃን መንገዲ ይጽሕረሉ ከም ዝነበረ ይግንዘብ። ክቡራት ተዓዘብቲ ሎሚ ዘጋጠመኩም ኩሉ ጸገም ንዓኹም ንክቐርበኩም ዘይኮነስ ዘይኮነስ ከም ዘርኢ ንክትፈቕዱ እዩ። ሕዚ ዝደኸምኹ ሕዚ ዝደኸመኩም እንተመሲልኩም እውን ተስፋ ከይትቖርጹ ምኽንያቱ እቲ ዓብዪ ዓወት ኣብ ቐረባ እዩ ዘሎ። እዛ ዛንታ እንተ ፈቲኹማ ላይክ ክትገብሩ ለውጢ ዝደልዩ ሰባት ሼር ክትገብሩ ኣይትርስዑ። ቐፃሊ ሰሰናይ ገጠሙና። ነዛ መዓልቲ እዚኣ ዝረኣኹም ኣሜን እማ በሉ ክምርቐኩም መድሃኒ ኣለም ሕማቕ ኣየርእኹም ካብ ኩሉ ክፉእ ባዕሉ ይሓልኹም እትደልይዎ ዘበለ ኩሉ ይሃብኹም ሓሳብ ልብኹም የስምረልኩም ኣብ እትደልይዎ ደረጃ የብፅሕኩም